እሞ ኣብ ቀረባ ቤት ምኽሪ መንግስቲ ትግራይ ቤት ምኽሪ ካልኦት ውሳነታት እውን ወሲኑ ናብ ስራሕ ኣትዩ ኣሎ ስለዚ ሎሚ ብዛዕባ ዝተወሰኑ ውሳነታትን ስራሕቲ ከመይ ይካየዱ ከም ዘሎ መብርሂ ንምሃብ እዩ ኣቐዲመ ግን ናብዚ ብርኪዚ ንምብፃሕ ዝተኻይዱ ሰፋሕቲ መድረኻት ምይይጣት ኣብ ሙሉእ ትግራይ ብወፃኢ ውን ኣብ ዲያስፖራ ውን ተኻይዶም እዮም። ኣብዚ ዝተሳተፉ እቶም ዝወሰኑ ውን ብውሳነ ውን ክውስኑ ዝኽእሉ ኣካላት ብፍላይ ንህዝቢ ትግራይ፣ ሰራዊት ትግራይ፣ መናእሰይ፣ ሲቪል ሰርቫንት ዝተፈላለዩ ኣካላት ዝለዓለ ምስጋና ከቕርብ ይደሊ። ካብ ጣብያ ጀሚሮም እውን ቤት ምኽርታት ክሳብ ናይ ክልል ናይ ህዝቢ ስምዕትን ድልየትን ብምርዳእ ከም ተወከልቲ ህዝቢ ዘሕልፎ ውሳነ ዝለዓለ ኸብሪ ዘለና ምዃንና እውን ክገልፅ ይደሊ ኣብቶም ኣብ ቀረባ ዝተኻየዱ እቲ ሓደ ዓብዪ ነገር ኣብ ታሪክ ኣብ ታሪክ ትግራይ ምምላስ ቤት ምኽሪ መንግስቲ ትግራይ እዩ እዚ ከም ንፈልጦ ቀድም ኢሉ ዝተመረፀ ኣብ መንጎ ግን በቲ ስምዕ ፕሪቶርያ ምክንያት ደው ኢሉ ዝፀንሐ ቤት ምክሪ እዩ እቲ ቤት ምክሪ ዝመፀሉ ምክንያታት ያው ብዙሕ መድረኻት ስለ ዝተካየደ ተገሊፁ እዩ ኣነ እውን ግን ዝተወሰነ ነገራት ከቐምጥ ይደሊ እየ ናይዚ ናይዚ ጉዳይ እዚ መበገሲ ስምዕ ፕሪቶርያ እዩ ድሕሪ ኩናት ኣብታ ስምዕ ፕሪቶርያ መሰረት ምምሕዳርና ማለት እዩ ናይ ትግራይ ይኹን ምስ ሃገር ዘሎ ርክብ እውን ዝውስን እዚ ስምምዕነት እዩ በዚ ስምምዕነት እናተመራሕና እናተገዛእና መፂና እዚ ስምምዕነት ግን ብፌደራል መንግስቲ ካብ ዝፈርስ ዝፀንሐ ስምምዕነት እዩ ሓደ ግዜ እንተይኮነ ኣፍሪስዎ ብተደጋጋሚ እዩ ኣፍሪስዎ ካብ ዝፈርስ እውን ፀኒሑ እዩ ስለዚ ስምምዕነት ፕሪቶሪያ ብዝምልከት ኣብኡ ተመስሪቱ ዝውሰን ውሳነ ቅድም ኢሉ ውን ይካኣል ነይሩ ማለት እዩ ቅድም ኢሉ ውን ይካኣል ነይሩ ማለት እዩ ንምንታይ ደኣ እዩ ጸኒሑ መጽንሒ ትግራይ ኩላ ብሰላም ብዘተ ክዕረ ይኽእል እዩ ካብ ዝብል ተስፋ ብፍላይ ድማ ሳልሳይ ወገን ዘለዎ ስለ ዝኾነ ክሕግዙና እዮም ካብ ዝብል እምነት ተፀሚምና መስዋእቲ እናኸፈልና ክንፀንሕ ስለ ዝወሰና እዩ እምበር ስምምዕ ፕሪቶርያ ኣብ ሚያዝያ ኣይኮነትን ፈሪሳ ክትጅመር ተላ እውን እያ ፈሪሳ ክልተ ሽሕን ዓሰርተ ሓሙሽተን ጀሚራ እውን እያ ፈሪሳ ናይ ከቢድ ብረት ዕጥቂ ኣረኩ ኣራገፉ ክንብሃል ተሎ ጎኒ ንጎኒ ኣብ ትግራይ ነበሩ ወረድቲ ክውፅኡ ነይሩ እቲ ውሳነ ጎኒ ንጎኒ ስለዚ ናይ ከቢድ ብረት ኣብ ክልተ ሽሕን ዓሰርተ ሓሙሽተን ታሕሳስ ጥሪ ጀሚርና ፈቲሕና ነርና ሽዑ ጀሚሩ ፈሪሱ ማለት እዩ። ዝተሰማማዕናሉ ዘይፍፀም እንተኾይኑ ምፍራስ ጀሚሩ ኣሎ ዋላ ሙሉእ ሙሉእ ስምምዕነት ተቐዲዱ እዩ እንተዘይበልናዮ ምፍራስ ሽዑ ጀሚሩ ግን ኣገዳሲ ምፍራስ እዩ ንሱ። ወረርቲ ካብ ትግራይ ምውፃእ፣ ተመዛበልቲ ናብ ቦትኦም ምምላስ ኣብ 2015 ኣብቲ ናይ መጀመርያ እዋናት ክፍፀም ዝነበሮ ክፍጸም እዩ ኢልና ተስፋ ጌርና ውን ተቐላጢፍና ውን ከቢድ ብረት ቀልጢፍና ንፍታሕ ንምንተ ምንታይ ምእንተ ህዝብና ኢልና ምእንተ ህዝብና ሓራ ክወጽእ ምእንተ ህዝብና ክምለስ ስለዚ ሰለስተ ዓመት ጌርና ማለት እዩ ካብዚ ክፍጸም ዝነበረሉ ግዜ እኳ እንተሪእኻ ሰለስተ ዓመት ስለዚ ምጽናሕና ኩነታት እናገደደ ክንዲ ዝመሓሸሽ እናገደደ እናሓመቐ ምኻዱ እዩ ስለሰለስተ ዓመት እውን ፀኒሕና ኢና ማለት እዩ ልዕሊ ሰለስተ ዓመት እውን እዩ ፀኒሕና ኢና ትዕግስቲ ስለ ዘድሊ ሰላም ብቐሊሉ ስለ ዘይትርከብ ዋላ መስዋእትታት ተወሰዋኺ መስዋእቲ እውን እናኸፈልና ደሓን ክትዕረ እያ ደሓን ክትስተኻኸል እያ ደሓን ክንስማዕ ኢና ካብ ሎሚ ፀባሕ ክመሓየሽ እዩ እናተባሃለ እዩ ፀኒሑ እተን ቁልፊ ውሳነታት እተን ዓንቀፃት ናይታ ስምዒት ፕሪቶሪያ ከም ዝበልክዎ ናይ ተመዛበልቲ ዝምልከት ሉዓላውነትና ዝምልከት ህዝብና ሓራ ምውፃእ ዝምልከት ክልተ ሽሕን ዓሰርተ ሓሙሽተን እንታይ ኮነ ምናለ ሽዑ ክፍጸም ዝነበሮ ክልተ ሽሕን ዓሰርተ ሸሞንተን ኣይተፈጸመን ምስኡ ተኣሳሲሩ ናይ ሕውየት ናይ እግሪ ምትካል ስራሕቲ ክካየድ እዩ ነይርዎ እዚኣ እውን ክትህሉ ይትኽእልን ፖለቲካ ኣፈላለያት ክፍታሕስ ይትረፍ ከፍ ኢልካ ምዝራብ እውን ኣይተኽእልን ንሕናስ ለመንቲ ኢና ኮይና ኣክቡና እንዶ ንዘራረብ እንዶ ወረቐት ኣብ ልዕሊ ወረቐት ይፀሓፍ ዓመት ጥራሕ ዓሰርተ ደብዳቤ ኢና ፅሒፍና ናቱ ናይ ዓለም ለኸ ማሕበረሰብ ናይ ኣፍሪካ ሕብረት ጀሚሩ ማለት ክሳብ ሕብራት መንግስታት ያው ከም ትፈልጡ እዩ ምንም ተበለ ነገር የለን ትግራይ ኣብ ትሕቲ ግዜ ምሕዳር ክነብር ኣይኮነ ነይሩ ትውሳነ እቲ ናትና ብፍላይ እቲ ህዝባዊ ኮንፈረንስ ነቲ ግዜ ምሕደራ ዘጣየሸ ኣብ ሽዱሽተ ወርሒ ይኣትው ነይረ ኣብ ሽዱሽተ ወርሒስ ናብ መረፃ እንተነዊሓ ኣብ ሓደ ዓመት ድሕሪ ሰለስተ ዓመት እውን ክግበር ኣይከኣል ከይዱ ከይዱ እውን እቲ ስምዕነት ናይ ውልቀ ሰባት እዩ ተባሂሉ ናይ ክስቶ ወዲ ክስቶ እዩ ተባሂሉ ኣይንፈልጦን ስምዕነት ተባሂሉ ብዕሊ ተኣዊጁ ንቲ ዝፈረመ ኣካል ውድብ ህወሓት እውን ኣይፈልጠካን እየ ተባሂሉ እዚ ንባዕሉ ልዕሊ ሓደ ዓመት ገይሩ ኣሎ ነዚ እቲ ስምዕነት ብተደጋጋሚ ፈሪሱ እዩ ካብ ዝፈርስ እውን ፀኒሐ እዩ ካልኣይ ወገን ስምዕነት ፈፀመ እንድሕር ዘይትፈልጦ ኮይንካ ስምዕነት ዝበሃል የለን ግን ከምቲ ዝበልክዎ ደሓን ይዕረ ይኾን እዩ ፈሪሱ እናሃለወ ማለት እዩ ይዕረ ይኾን እዩ ትዕግስቲ የድሊ እዩ ምፅማም የድሊ እዩ ዋላ መስዋእት እውን ንኽፈል እናተባሃለ እዩ ከይዱ ግን ከም ዝበሉ እናገደደ ኣይፈልጠኩም ጥራሕ እንተይኮነስ በይንኻ ምውሳን እውን መጨረሻ ከዓ በይንኻ እውን ድላይካ ምውሳን ዝበልኩም ገበሩ ተኣዘዙ ኮይኑ ኣብ ቀረባ ዝተገብረ ሓደ መግለፂ እቲ ዋና ንሱ ኣይኮነን ሓቢርና ነጣይሻ ዝነበረት ግዜ ምሕዳር እውን በይነ እያ ምደላይ ዝገብራ ኮይና መጨረሻ ሳዕ ቀረባስ ከምኣ እያ መፅያ ነይራ ድሕሪኡ ኸ በዓልኩም ትፈልጡ ካብዚ ሰጊሩ ግን ክባላዕ ፅዋን እዩ እባ ንዕጽዋንስ ኣይኮነን ከምጽእ ተሓሲቡ ነይሩ ስምዕ ፕሪቶርያ መፍትሕታት ከምጽእ እዩ ነይሩ ናብ ክባ ንዕጽዋን እውን ኣቲና ስለቲ ስምዕ ንዘይምፍጻም እንተይኮነስ ሓደሽቲ ሓደሽቲ ነገራት ሓደሽቲ ምዕባለታት ንህዝቢ ትግራይ ናብ ፀገም ዘእቱ ናብ ዝገደደ ክፋእ ዘእቱ ከምታ እትርእይዋ ማለት እዩ ኮይና ስለዚ ስምዕነት ፈሪሱ እዩ ፀኒሑ እዩ ብትዕግስቲ ትግራይ ጥራሕ እዩ ፀኒሑ ኣብ ዝፍጠሩ መድረኻት እውን ህዝቢ እውን የልዕሉ ነይሩ እንታይ ከም ትገብሩ ዘለዎም ዝብል ንዘየለ ስምምዕነትስ ስምምዕነት ኣሎ ትብሉና የለን ብኣ ክንጽንቅቕ ኢና ዘላ ዕድል ክንጥቀመላ ኢና እናበልና ስለ ንሕልፍ እዚ ንዘየለ ኢኹም ብህዝቢ ዝገልጾ ነርስ እዩ ንዘየለ ምንም ተስፋ ንዘይብሉ መዋጽኦና ንግዳ ዘይንገብር መፍትሕታት ንግዳ ዘይተምጽኡ ኣብኡ ዘይንማየጥ ዝብል ዝጸንሐ ናይ ህዝቢ ሕቶ እዩ። ስለዚ እናገደደ ምምፅኡ እዩ ናብቲ መፍትሒታት ኣትዩ እምበር ሕዚ ድንገት ዝተፈጠረ ጌርና ኣይንወስዶ ስለዚ መማረፂ ወይ ሱቅ ኢልካ ከም ትግራይ ምሕቓቕ እያ ናይ ምሕቓቕ መንገዲ እዩ ተጀሚሩ ዘሎ ኩሉ ነገር ዓፃፂኻ ኣብ ክሳድና ተረጊፅና ሓልፍ ንሓልፍ ማለት ከም ትግራይ ክንሓልፍ ክትጠፍእ ኣብ ክሳድና ኢና ተረጊፅና ብካሊእ ግን መፍትሒ ንደሊ ኣለና ማለት እዩ መዋፅኦ ክንደሊ ኣለና ማለት እዩ ስርዓት ዘሎ መዋፅኦ ስቅ ኢሉ ናይ ናይ ዓቕሊ ፅበት ናብ ካብ ስቅ ኢለ ዝመውትስ እዚኣ ዘይገብር ተይኮነ ሓሲብካ ትክክለኛ ዝኾነ መፍትሒ ዝበሃል ስለዚ እቲ ያው መጀመርያዊ ውድብ እዩ ሓላፍነት ዘለዎ ውድብ እዩ እቲ ስምዕነት ፕሪቶርያ እውን ዝፈረመ ንሱ ስለ ዝኾነ ካብቲ ውድብ ህወሓት እዩ ንቐደም ሓሳብ ትፅቢት ዝግበር ናይ ኩሉ ትግራዊ ዋላ እንተኾነ ልዕሊ ኩሉ ሓላፍነት ዘለዎ ህወሓት እዩ ህወሓት ብህዝቢ ትግራይ ዝተመረፀ ውድብ ስለ ዝኾነ ህዝቢ ትግራይ ሓላፍነት ዝሃበ ውድብ ስለ ዝኾነ ከም ውድብ ካብ መጀመሪኡ ዝተመረፀ እታ ስልጣን ናብ ህዝቢ ትኽድ ብሕድሪ ኢና ተዋሂብና እታ ስልጣን ናይ ህዝቢ እያ ናብቲ በዓል ዋንኡ ትኽድ ካልኣይ መንገዲ ሳልሳይ መንገዲ የብለን እዚኣ ብሕድሪ እዩ ተዋሂቡ ስለዚ ነቲ ሕድሪ ዝሃቦ ህዝቢ ይምልስ ኣሎ ማለት እዩ እቲ ሕድሪ ዝሃቦ ህዝቢ ያው ከይዱ ከይዱ ቤት ምኽሪ እዩ። ቤት ምኽሪ እዩ ሓላፍነት ሂብዎ ካብ መጀመሪኡ። ህዝቢ መሪፅዎ። ቤት ምኽሪ እውን ያው መንግስቲ ከጣይሽ ወሲኑ ኣይኮነን መሊእና እዩ ስራሕና ናብ ጠላላ ውግእ ኣቲና ማለት እዩ። ስለዚ እታ ሕድሪ ሰላ እታ ሕድሪ ናይ ህዝቢ ስለዝኾነ ሓሳብ ናይ ምምንጫው ኣይኮነን። ህወሓት ተሸከም ሕድሪ ስለ ዘሎ ናብ ህዝቢ ካሊእ ከበለ ይክእል ህዝቢ ድላይ ይግበራ እዩ ከስልጠን በዓል ዋና ንሳ ስለ ዝኮነት ናብ በዓል ዋና ንውሰዳ እያ ስለዚ ናይ ቤት ምክሪ ሕዚ ካብኡ ንላዕሊ እያ ግን ከም ውድብ ላእላዊ ስልጣን ናይ ህዝቢ እዩ ሕድሪ ዝሃበና እውን ህዝቢ እዩ እታ ስልጣን ናብ ህዝቢ ተኣትወሉ መንገዲ ኢና ክንደሊ ዘለና ንሳ ከዓ እንታይ እያ እታ ቤት ምክሪ ቤት ምህሪ ኣሎ ዝተመረፀ ቤት ምህሪ ኣሎ ባዕልና ንባዕልና ክነመሓድር ተይልና እውን ንሳ እያ ተመርፀ ኣካል ኣሎ እዚኣ እውን ባዕላ ናይ ሉኣላውነት መግለፂት እያ ሕገ መንግስታዊ ስርዓት ናብ ምምላስ ኢና ንኸድ ዘለና ናይ ትግራይ ሕገ መንግስታዊ ስርዓት ትግራይ ብሕገ መንግስቲ እያ ትመሓደር ኣብ መንጎ ተቋሪፁ ነይሩ ናብቲ ሕገ መንግስትና ንእቶ ናብ ትካላውነት ንእቶ ናብ ስርዓት ንእቶ እዩ እዚኣ ግን ናይ ውድብ ጥራሕ ኮይና ኣይተነፈትን ከምቲ ኩልና ንፈልጣ ንስኻትኩም ተሳተፍኩምሉ እቲ ድሌት ናይ ህዝቢ እዩ እቲ ውሳነ ከይዱ ከይዱ ናብ ቤት ምኽርታት እውን ኮይኑ እዩ። ኩሎም መድረኻትና ያው ኩሉ ተኸታቲሎም እዩ። ካብ ዝነኣሰ ክሳዕ ዝዓበየ ብውድብ ትካየድ፣ ብሰራዊት ይካየድ፣ ብህዝቢ ይካየድ ክሳብ ታሕቲ ኣብ ዲያስፖራ ዝተገብረ መድረኻት ናይ መኸተ ፖለቲካዊ ውድባት ኩሎም ዝነበረ ዝተፈለየ ሓሳብ ተባሃለውን ውሱን ቤት ምኽሪ ይመለስ እዩ ናብ ስርዓትና ነእቱ ቤት ምኽርታት ድማ ካብ ታሕቲ ጀሚረን ሕጋዊ ትካላት እየን ናይ ህዝቢ ትግራይ ውሳነታት እውን ኣፍሊጠን እየን ዝነበረስ ደንጒኹም እዩ ኣብይ ነርኩም እንታይ ትገብሩ ፀኒሕኹም ዝክሉ ግዜ ሐዚ ከኣ ጎተት መተት ዘይትበሉ ቀልጢፍኩም ናብ ስራሕ እተዉ ኣስልጡ ዝብል እዩ እቲ መልእኽቲ ዝረኸብናዮ። ስልጣን ናብ ህዝቢ ምምላስ ህዝቢ ካብ ስልጣኑ ርሒቑ እዩ ጸኒሑ ምትፈልጦ ኣብታ እዋን ናይ ግዜ ምሕደር ህዝቢ የለን ናይ ተወሰኑ ፈላጣት ንሕና ኢና ንፈልጥ ንሕና ኢና ክኢላታት ህዝቢ ግን ብርሑቁ ክሰምዕ ተገቢ እዩ ካብ ፖለቲካ ትግራይ ርሕቁ እዩ ነይሩ ህዝቢ ስለዚ ናብቲ ሕገ መንግስቲ ክንምለስ ተልና እንተሎ እቲ ህዝቢ ናብ ሓላፍነት እዩ ዝኣተሉ በዓል ዋና ናይታ ስልጣን ናይ ማን ይኸውን ማለት እዩ ንሱ እዩ ዝውስን ስለዚ እቲ ሕገ መንግስታዊ ምምላስ ስእልና ህዝቢ ጥራሕ እዩ ዝውስን እንተይኮነ እቲ ትካላዊ ኣሰራርሓ ሓላፍነታት ተሓታትነት ኣለዎ በቲ ሕገ መንግስታዊ ስርዓት እታ ዝፀናሕናያ ሓደ ሰብ ፕሬዚደንት ከም ድላዩ ዝገብረላ ትግራይ ኮይና ሓደ ሰብ ድላዩ ዝገብረላ ተመለስ ተልካዮ እውን ተሰሚዑ እኳ ይሰምዕ ተዘየለ ይኸይድ ተፀዋዕነት ናብ ምን ከይዱ ናብ ኣዲስ ኣበባ ህዝቢ ትግራይ የለን ትካላት ትግራይ የለዋን ተሳትፎ ትገልፅ እምበር ድላይ ዝገብረሉ ሓደ ሰብ ድላይ ዝገብረሉ ካልኦት እውን ሓለፍቲ እውን ብተዋረድ ከምኡ ድላዮም ዝገብረሉ ተሓታትነት ዝጠፍኣሉ ፍትሒ ንምርጋፅ እውን ዘይከኣለሉ ከይዱ ከይዱ ዝቁለፈሉ ፍትሒ እውን ከይዳ ምስታ ቤት ምክሪያ ትተኣስር ተዳይነት ስርዓት ምስ ቤት ምኽሪ እዩ ዝተኣሳሰር። በዓል ዋና ዘይብሉ ኮይኑ ተሪፉ። ክንደይ ጉዳያት እዮም በዓል ዋና ዘይብሎም ኮይኑ ናብ ቤት ምኽሪ እዮም ዝኸዱ። ቤት ምኽሪ እዩ ዝውስኖም። እቲ ናይ ዳይነት ስርዓትስ ምስ ቤት ምኽሪ ከም ትካል ከምዚ ሲቪል ሰርቪስ ምስ ናይ ካቢኔ ዝተኣሳሰር ቤት ፍርዲ ምስ ቤት ቤት ምኽሪ ባል ቤት ፍርድ ውን በዓል ዋና ዘይብሉ ኮይኑ በዓል ዋና ዘይብሉ ኮይኑ ዘውርድ ዘደይ ብላዕሊ ያው ፕሬዚደንት ኮይኑ እቲ ናይ ቤት መስራሕስ ብውልቀ ሰብ ተተኪኡ ደው ዝበሉ ሕዚ ብዙሓት እዮም ዘለዉ ካብዛ ቀረባ ስራሕ ቤት ምኽሪ ጀሚሩ ጥርዓናት ምምፃእ ጀሚሩ ዝሪኦ ስለ ትካል ስለ ዘይነበረ ሕዚ ጀሚሩ ንፅባሒቱ ቤት ምኽሪ ጀሚሩ ተባሂሉ ፍትሒ ስኢና ኢና ኢሉ ስለዚ ፍትሒ ንምርጋፅ እውን ዝተጓተተ ፍትሒ እውን ያው ብዙሕ ነገር ይጎዲሉ ሕዚ ናብቲ ዝርዝር ክኣቶ ኣይክእልን ይግባእ ብዝኾነ ትግራይ ናብ ስርዓት ቀደማ ዓድ ሕጊ ዓዲ ስርዓት እያ። ንሕግን ንስርዓትን ዘለዎ ተገዛእኖት ይፍለጥ እዩ። ናብኣ ኢና ንኣቱ ዘለና ናብ ሕግን ናብ ስርዓትን ናብ ክስተ ወዲ ክስቶ ኣይኮነትን እዚኣ ናብታ ትካላዊ መስርሕ ኢና ንኣቱ ዘለና ኣብ ሓደ ቦታ ተዓኽሊሉ ዝነበረ ስልጣን ነናብ ጣሽሙ ነናብ ቦትኡ እቲ ሕጊ መውፅኢ ቤት ምህሪ ዘውፀኦ እውን ባዕሉ ይሰርሕ፣ እቲ ፈፃሚ እውን ናይ ፈፃሚ ስራሕ ይሰርሕ፣ እቲ ተተርጓሚ እውን ንሳ ይሰርሕ በብሓላፍነቱ። ስለዚ ናብታ ትካላዊ ቁመና ኢና ንኣቱ ዘለና። ቤት ምህርቲ ተመሊሱ ብዝል ጥራሕ ኣይኮንና ንብል። መንግስታዊ ስርዓት እዩ ዝትከል ዘሎ። ጠፊኡ ዝነበረ መንግስታዊ ስርዓት ናብ ቦትኡ ይመጽእ ኣሎ። ሕግን ስርዓትን ናብ ቦትኡ ይመጽእ ኣሎ። ፍትሒ፣ ተሓታትነት ናብ ቦትኡ ይመጽእ ኣሎ። ሕዚ ነንባዕሉ ክቆጻጸር ዝገብር እተን ትካላት ነንባዕሎም ተቆጻጸሪ ዘይብሉ እዩ ኮይኑ ሓሊፉ እዞ እንተለዉ ንሓድነትና ይጠቅም ሓጋዚ እዩ ሓድነት ህዝቢ ትግራይ እውን ከምዚ ኢልካ ተምፅ ኢልካ ዘረባ ሓድነት ሓድነት ስለ ዝበልካ ይኮነ ብታ መስርሕ ኩሉ ክዳነ እንተሎ ማለት እዩ ኩሉ ድምፁ ክስማዕ እንተሎ በብመስርሑ ኩሉ ተወካሊ ኣለዎ ኩሉ ኣለዎ ንሓድነትና እውን መድረኽ እዩ ዝፈጥር ይባዕሉ መግለፂ ሓድነትና እውን እዩ ናይ ኩሉ ተወካሊ ኣብኣ ስለ ዘሎ ናይ ኩሉ ትግራይ ተወካሊ ስለ ዘሎ ናይ ሓረስታይ ኣሎ ናይ መናእሰይ ኣሎ ናይ በዓል ሃፍቲ ኣሎ ናይ ምሁር ኣሎ ኩሉ ሕብረተሰብ ደቂ ኣንስትዮ ኣሎ ከባብታት ኣሎ ኣብ ኣኮያ ዘላ ሓንቲ ኣዳራሽ ኣብ ሓንቲ ኣዳራሽስ ትግራይ ትረኽባ ማለት እዩ ስለዚ ሓድነት ትግራይ እውን መረጋገፂ እሱ እዩ ስለዚ እቶም ዘለውና ብድሆታት በዚ መድረክ እዚ ክትፈትሖ ዛዕባ ናይቲ መድረኹን እዚኣቶም ጌርካ መፍትሒታት ንምውፃኡን ስለዚ ቀፃሊ መዋፅኦና ናይ ትግራይ ዝውሰነሉ ቦታ እዩ ስለዚ ትግራይ ናብ ዝሓሸ መድረኽ ከሰጋግር ዝኽእል ምስ ተፀገምና ዘምፃናዮ መፍትሒ ጥራሕ ኣይኮነን ተፀጊምና ኢና ኣምፂናዮ ስምዕነትና ስለ ዝፈረሰ ኢና ኣምፂናዮ ኣብኡ እንተሎ ግን መፍትሒ እዩ ባዕሉ ፍታሕ ናይ ትግራይ ዘምፅእ እዚ እንታይ ግን ይለዓል እዩ ከምቲ ኩልና ንከታተሎ ነርና ኢና መረፃ ይበሃል እዩ ብሃገር እውን ተኣሽምግበር እዩ መረፃ እቲ ዝበለፀ እዩ ልዕሊ መረፃ እውን የለን ካሊእ መፍትሒ መረፃ ህዝቢ ያው ብመረፃ እዩ ተጣይሹ ነይሩ እዚ ሕዚ እውን መረፃ እዩ ዘዋፅና መረፃ እዩ መረፃ ህዝባዊ መንግስቲ እዩ ንኽእል ዶ ኣይንኽእልን እዩ ጥራሕ እምበር ልዕሊ መረፃ ማንም የለን ኣብ መንጎ እንተሓወስናዮ ከም ዝተገበርናዮ ስኢልካ እዩ ካብ ዕንክሊል ዘየውፅእ መረፃ እያ ሕዚ ዶ ትከኣል ሕዚ መረፃ ኣብ ትግራይ ምክያድ ይከኣል ዶ እምበር ቅድሚ ኩሉ መረፃ ንብል ንሕና ኢና ህዝቢ ትግራይ ብዝመረፆ እዩ ዝመሓደር ንብል ንሕና ኢና ስለዚ መረፃ ንደልዮ ንቃለሰሉ ንስውኣሉ እውን ማለት እዩ ዓብዪ መሰልና እውን ስለ ዝኾነ ትግራይ ሕዚ እንታይ እያ ልዕሊ ኣርባዓን ሓሙሽተን ካብ ሚእትስ ኣብ ትሕቲ ወራር ኣብ ትሕቲ ወራር ዘላ ትግራይ እያ ተቋረሰት ትግራይ እያ ብሚልዮናት ህዝብና ምትፈልጦ ኣብ ቦትኡ የለን ወይ ተሰዲድ እዩ ወይ ተመዛቢሉ እዩ እዚ ጥራሕ እውን ኣይኮነን ሕዞን ኣብ ናይ ህልውና ሓደጋ እዩ ዘሎ ክነጥፍኦ ክሚና እዩ መረፃ ስእልካ ይካየድ ኣሎ ኣጥፈ ክንጥፈ ክብ ና ተባሃለ ሓደጋ ንቀደም ክእለ ኣለዎ ምርጋእ የድሊ እዩ ሰላም የድሊ እዩ ትግራይ እውን ምልእቲ ክትኮነ ኣለዋ ተሸሪፋ መረፃ ማለት ትበተን ማለት እዩ ተቆሪሳ ተኺድ ንቶም ወረርቲ ንተሓበሮም ኢና ዘለና በቃ ቆሪስኩም ኣኺዱ ኣብ ሓደ ዘለና ኣብቲ ትሕቲ ግዜ ምሕዳር ዝነበረ ባዕሉ መረፃ ይካየድ ትኸል ኣብኡ እንተሎ ትግራይ ምቑራስ ማለት ንሕና ተሓበርቲ ኣይኮንና ትግራይ ሓደ ታፀንሒ ትግራይ ጥራሕ ኣይኮነ ካብኡ ንላዕሊ እውን ድሌታት ግን ተውሓደ ታፀንሒ ትግራይ ክትምለስ ኣለና ቦታ ስለዚ ተሓባበርቲ ኣይንኾንን ናይቶም ጥፍኣት መሳርሒ ዝኾኑ ተሓባበርቲ መር ኣብ ሓንቲ ከተማ ኣብ ሓንቲ ወረዳ ይውልዮም መረፃ እዎ ፅቡቅ ግን ናይ ትግራይ መርፃ ኮነ ይኽእል ናይ ተበተነት ፋሕፋሕ ዘለት እዚኣ ከዓ ትግራይ ትኾነ ስለዚ ቅድሚ ኩሉ ትግራይ ትግራይ ትመስል ኣለዋ እዩ ንሱ ሒዝካ እያ ኣብ ዝኾነ እዋን እዚኣ ቀልጢፍካ ዘመዓራርኻ ኣላ ግን መረፃ ብመረፃ ዝጎደለና ጥራሕ እንተይኮነስ ከም ብሓዱሽ መንግስቲ ካብ ምምስራት እዩ። ሕዚ ግን ዘለና መንገዲ እዚ እዩ እዩ ሕጋውነት ዘለዎ መንገዲ እውን እዚ እዩ ዝብል በተሓሳስባ ህዝቢ ህዝቢ ስለ ዝብልና ኣይኮነን ቤት ምክርታት ካብ ጣብያ ጀሚረን ከተማታት ወረዳታት ኣብ ክሊ ዝነበረ ቤት ምርና ይመለስ ኢለን እየን ሕጋዊ ኣካላት እዚኣተን እየን ሰብ ደጊፍዎ ውድብ ደልዎ ሰራዊት እውን ስለዝሓገዞ ዝበሃል ኣይኮነ ልመሰሉ እዚ ንኩናት መበገሲ ክኾነ ይኽእል እዩ ብዝኾነ ይኹን መንገዲ ብዝኾነ ይኹን መንገዲ ንኩናት መበገሲ ይኮነ ቤት ምክሪ ምምፃእ ማለትስ ኩናት ምእዋጅ እንታይ ኣራኸቦ? ምሕደራ ምምዕራይ ማለት እዩ ቤት ምክሪ ምምላስ ማለት መንግስቲ ይሃልወና ማለት ሙሉእ መንግስቲ ተሸራረፈ እንተይኮነ ሙሉእ መንግስቲ ሕጊ ዘውፅእ ዝፍፅም ዝትርጉም ትንቡር ዝባሃል ማለት እዩ ዋላ ምልእቲ ትግራይ ትኹን ትንቡር ሲሃልወና ኣብታ ዘላ እውን ብዝኾነ ይኹን እዚኣ መወያ ክትኮኑ ይኽእልን እዚ ናብተን እተን ዕግርግራት ናይ ዓሚ ናይ ቅድሚ ዓሚ ዝመልሰና እዩ ሉዓላውነትና ይከበር ተመዛበልትና ይመለስ ተባሂሉ በቃ ኩናት ኩናት ምእዋጅ እዩ ውድብ ጉባኤ ክተካይድ እያ ኩናት እያ በጀትና ይለቐቐልና ኩናት እያ እንታይ ደኣ ሱኽ ጠርቅም በል ከምታ ናይ ትፈልጥዋ ኢኹም ትደጋገም እያ እግረ ይቁርጥመኒ ኣሎ ሱኽ ክሳዕ ምንታይ ክሳዕ ኩልካ ትቁርጥም ዝኾነ ይኽእልን ስለዚ ስኽ እንተይኮነ እዚ ካሊእ እውን እንተይኮነስ በቃ ስርዓት ይሃልወና እዩ ስርዓት ይሃልወና ምሕደራን ተሓርሲ ይሃልወና ኢና ንዘለ ጥዕና ምሉእ ጥውዒ ዋላ ይኹን ጥዑይ ዝመስል ምሕደራ ይሃልወና ምሕደራ እኮ እያ ትኾን ዘላ ናይ ውሽጢ ማለት እዩ እዚኣ ከመይ ገይራ እያ ኮይና ትኸውን ምስቲ ናይ ድሕሪት እውን ይኸይድ እዩ ከምዚ መረፃ ስለ ዘካየድና ኮይናት ኣይኮነን ብመረፃ መረፃስ ኮይናት ክኾነ ይኽእል መረፃ ኮ መማሓደርትካ ምምራፅ ሃገረ ትግራይ ኣወጅና ምሕደራ እዩ ሃገር ምእዋጅ ካልእ ዘረባ እዩ መሰልና ዋላ እንትኾነ ምሕደራ ካብ ሓደ ምሕደራ ህዝቢ ምሕደራ ሕሸና እማ ኩና ክትኾን ኣይትኽእልን ይጠቅም ዶ ይጠቅምን ካልእ ዘረባ ይኸውን እታ ናይ ዝሓለፈት እውን ትፍለጥ እያ እታ ኩናት ተጀመረተላ ግዜ ትፍለጥ እያ ካብ ክልተ ሽን ዓሰርተን ጀሚሩ ኣብ ልዕሊ ትግራይ ነይሩ ወፍሪ ትግራይ ንምስኳን ብዘይ ምቁራፅ ትፈልጦ ታሪክ እዩ ማለት እዩ ይርሳዕ እዩ እዚኣ እኮ ስለ ዝኮነት ከምዚኣ ኮይና ኣይኮነን ዝመፀ መንግስቲ ኣብ ልዕሊ ትግራይ ወፊሩ ካብ 2ዓሰርተ ጀሚሩ ትግራይ ክባሳበስ ክውረር ክቕተል ክመዛበል ክጽላእ ክፍንፈን ክቕጥቀጥ በብ ዘለዎ ብሃገር ኮ ተጀሚሩ ትግራይ ናይ ምጥፋእ ኮያ ነይራ ሕገ መንግስቲ እውን ተጣሒሱ ተጠርነፍ እውን ተኮይኑ ሓደ ፓርቲ ትፈልጥዎ ይኹም ተኸይዱ ማለት እዩ ንሕና ብልፅግና ይንኣቱን ኢልና ናይ ባዕልና መሰል ኣለና ኣብ ትግራይና ንሰርሕ ኢና ኣብ ካሊእ እውን ግቡእና ክንፍፅም ኢና ስለዚ ሕጊ መንግስቲ ስለተጥሓሰ እዩ መሰል ዓርሰ ውሳነ ዝበሃል ስለተጥሓሰ እዩ መልሲ ዓርሰ ምሕደራ ተጣሒሱ እዩ ትግራይ ግን እምብልና ኢልና ሕገ መንግስቲ ይከበረልና ኢልና ተኪኣ ትበሃል ነይራ ምስ መረፃ መረፃ እኮ መጨረሻ ዝመፀ እዩ ኣካል ናይቲ ሕገ መንግስቲ ባዕልኹም ባዕልኹም ኣይተመሓድሩን እዩ ነይሩ በዚ ኩሉ ሰላም እዚ ኩሉ ሰልፊ መቋረፂ ርኸ ነይሩ ወይ ትግራይ ሰልፊ ሕገ መንግስቲ ይከበር ሰላም ይከበር እኮ ተፃዋዒት ነይሩ ብሕገ መንግስቲ ንኺድ ስለ ዝበልና ማለት እዩ ኣይንምበርከኽን ኣይንግዛእን ስለዘለና ኢና እዚኦም ከይተቐጥቀጡ ኣይዓርፉን እዮም ቀጥቂጥና ኢና ከምቲ ዝተባሃለ ክነጥፎም ኢና ምድረ ገፅ እውን ናባል ከይዶም ማለት እዩ መጨረሻ ስለዚ መበገሲ መርፃ ብዝኾነ ይኹን መገዲ ይኹን ክትፈላለ ትኽእል ይሃው እምበር የድሊ ዶ የድልንን ኢልካ ማለት ዋላ ብዙ ቤት ምሪ መለሰ ይመለስ ፈላለ ክበለ እዩ ከም ህዝቢ እዩ ተደጊፉ እምበር ክፍላለ ንሱ ኣየዋፀና ትክክል ኣይኮነ ዝብል እሞ ሓሳዊ እዩ እንታይ እሞ ሽግር ኣሎ እቲ ዝበዝሕ ዝበሎስ ትቕበል ማለት እዩ ንሳ እኮ እያታ ዲሞክራሲ ዝበዝሕ ዝበለ ትድግፋ ትጓዓዝ መባእሲት ኣይትኾነ ዋላ ኣብ ዘፈላለያ ኣለና እንታይ ዘባእሰለን እታ ዘላ ክብርካ ናይ ምኻድ እያ ስለዚ እቲ ንትግራይ ናይ ምንብርካኽ ካብ ካብ 2010 ጀሚሩ ዝነበረ እዩ ናብቲ ውግእ ተቐይሩ ናብቲ ውግእ ተቐየረ ባዕሎም ዘምፅዎ ማለት እዩ ንሕናማ ናይ ምክልኻል ስራሕ ኢና ሰሪሕና ተኸይድ ከሉ ናይ ምክልኻል እዩ ትግራይ እያ ተወሪራ እምበር ንሕና ኣይወረርናን ተኸይዱ እውን ባዕሉ ይመል ተወረርና እምበር ዝወረናዮ እውን የለን ስለዚ ምስዛ ቤት ምክሪ ምምላስ ምንም ዘራኽብ የለን ምንም ሲልካ ጎቲትካ ክተላግቦ ትኽእል እያ ዘላግብ ነገር ግን የብሉ ሕዚ እውን ያው ይፍለጥ እዩ እዛ ቤት ምክሪ ምስ መፀስ ዝፈጠረ ዕፅዋን ክባን የለን ካብ ዕፅዋን ክባን ኢና ሓጊና ቤት ምህር ምስ መጸ ብሰራዊተይ ተኸበብና ተኸቢብና ኢና ጸኒሕና ተተኩሱልና እውን እዩ እንታይ ይራኸቡ ምስ ቤት ምህሪ ዘይነበረ ሕዚ ኮይ መፅኡ ዝቤት ምሪ ስለዚ መንቀሊ ዝበሃል ኣይኸውንን ከምታ ተባሃለት እያ ጉባኤ ናይ ውድብ ተተካይዳ ዋ ምረፅ ወይ ኩናት ወይ ሰላም እያ ተባሂላ ሪኢኹም ኢኹም ሓሊፍና ኢኹም ልኣላውነት ተልካ እውን ዋዕ ሓዲኡ ሓዙ ወይ ሰላም ወይ ኩናት እያ ወይ ዝበለና ንስማዕ ናቱ ኣካል እዩ እዚ ናይቲ ዝሓገየ ወፍሪ ማለት እዩ ንመሰልካስ ዶ ከይትብል ማለት ደኒንካ ክትነብር ክትቅበር ናይ ዝተንበርከኸ ኣተሓሳስባ ከሊኡ ድማ ናይ ፀላኢ ባዕሉ እውን እዩ ማለት እዩ። ስለዚ ምስኡ ዘራኽብ የብሉን። ሕዚ እውን ብሰላም ኢና ኢልና ብሰላም ብዘተ እያ ትበል ኣይፈላለናየን ወላ እዚኣ ትሃሉ ዘለና ፈላላይ ብሰላም ብዘተ ንርኣዮ እዩ ናይቲ ውድብ ድሌት ከምኡ ናይ ህዝቢ ድሌት ከምኡ መንግስቲ እውን ንሳ እዩ ዘንፀባርቕ ናይ መንግስቲ እውን እዚኣ እያ ብልፅግና ዝገብሮ ዘሎ ግን ያው ንፈልጦ ኢና ማለት እዩ እታ ስምዕ ፕሪቶርያ ኣፍሪሱስ ክባን ዕፅዋን ናብታ ናይ ቀደም ገሊኡ ከዓ ዝገደደ ነዳዲ ሕዚ ካብ ዝኽልከል ልዕሊ ሓደ ዓመት ገይረሉ እንታይ ራኸቡ ምስ ቤት ምኽሪ ዳእሲ ሓንሳብ እና ቆንጠረ ይሰድድ ገለ ድማ ሽጉር ንፈልጦ ኢና እቲ ዘሎ ኩነታት ማለት እዩ እንታይ ምስራሕ ይከኣል ሕዚ ብነዳዲ እዩ ብዙሕ ነገር ካብ ትራንስፖርት ጀሚሩ ማለት እዩ ጥዕና ትካል ድያ መስኖ ድያ መጥሓን ድያ ኩላ ህይወት ናይ ገዛና ኣብ ኤሌክትሪክ ተኣሳሰረ ኮይኑ እታ ዝርከባ እውን ማለት ነዳዲ ትበሃል ብኣ ክሓንቆም እዩ እታ ዘጣየሸት ግዜ ምሕዳር እውን ብበጀት ምሕናቕ እታ ግዜያዊ ምሕደራ ባዕላ ከይትሰርሕ ደሞዝ ኣበይ ኣሎ እዚ ካብ ጥቅምቲ ንድሓርኮ ብናይ ፀንሐ ንግደፎሞ ናይ 16 17 ወርሒ ዝበሃል ካብ ጥቅምቲ ንድሓርኮ እናተቆራርሰ እያ መፅእ ጥቅምቲ ወይ ፍርቂ ስደድ ወይ ዜሮ እዩ ክሳብ ኣብዚ ሕዚ ወርሒ ሚያዝያ ከባቢ 4 ፐርሰንት እዩ ተለቂዩ ዝበሃል ክሳብ ሚያዝያ ማለት እቲ ስሳ ፐርሰንት የለን እዚኣ እንታይ ይራሂዋ ምስ ቤት መሪ ከሳቀየና ባ ዝወሲኑ ብስሩ ጸኒሑ እውን እዩ ከድቅቐና ባ ግልጋሎት ደው የለ ሕዚ ትምህርቲ ቤታት ክዕፀወላ እየን ገጠራት ዝበልዑ ስኢኖም መምህር ከተማ ውን ናተወታተፈ እዩ ዝከድ ዘሎ ሕክምና ኩሉ ሲቪል ሰርቫንት እንታይ እንታይ በልዒ ድኣ እሞ ክሰርሕ እንታይ በልዒ ኣገልግሎት ባዕልኹም ትፈልጡ እዩ በቃ ባዕልኹም ትፈልጡ ባዕልኹም ትፈልጡ ንሕና ኢና እታ በልና እታ ሰላም ደልያ ዘለና ንልምን ዘለና ንሕና እምበር እሱ ወዲ እዩ ኣይሰምዕን ከም ዘይሰምዕ ኮይኑ ይሰርሕ ዘሎ ለዝ ግደፎ ናይ ካፒታል ገለመለ ዝበሃል ስራሕቲ ደሞዝ እያ ተሳኢና ደሞዝ እተን ትካላት ከይሰርሓ ህዝብና ድማ ኣገልግሎት ከይረክብ ሸቐጣት ፀኒሑ እዩ ስርናይ ድዩ ሽኮር ድዩ ለቃምቲ ናይ ነዳዲ ማይ መድሓኒት ድዩ ኣቢለኒ ዓጽዓጺወ ባንክታት ትፈልጥዎ ኢኹም ማለት እዩ ባንክታት ከ ወናይ ህዝቢ ኮይኑ ተጠቃሚ ቅርሽስ ከይትንቀሳቐስ ቅርሺ ከይትንቀሳቐስ ዘለዋ ቅርሺ እውን ንሓጠጥካ ምውሳድ ያው ወታደር ድማ ተኸዩና ኣለና ማለት እዩ ብድሮን መጥቃዕቲ ያው ትፈልጥዎ ኢኹም ስለዚ እቲ ናይ ብልፅግና ሕዚ እውን ከጥፈእና እዩ ዝሰርሕ ዘሎ ካልእ ኣይኮነን ከጥፈእና በቃ ዳግም ሕዚ ዝጀመራ እዩ ዝቕፅለላ ዘሎ ድሮናት ኩሉ ሻዕ ኣለዋ ነፈርቲ እውን ጀመ ወሲኸን ኣለዋ ቅድሚ ሕዚ ዘይነበራ ማለት እዩ ስለዚ ብጉልበት ብሓይሊ ደላይ የገብር እያ እታ መልእክቲ ትዛረቡ ከዓ ንሰምዑ ኢና መመሪፅና ኣርዮም ኢና ዝብል ዋዘ ወይለት ሰላም መመሪጽና ወታደራዊ መራሒ ይኸውን ብልካ መታደር ከም ቀደም ከይመስለኩም እናተባህለ ስለዚ ኣብ ከምዚ ዓይነት ፀቕጢ ኮይና እውን ሰላም ኢና ንብል ሕዚ እውን ማለት ዋላ እዚ ኩሉ እናተበደልና እዚ ኩሉ እናሰማዕና ደሓን ብሰላም ሰላም ሒዝካ እዩ ኩሉ ነገር ዝግበር ስለ ንብል ማለት እዩ ግን ብሓደ ኢድካ ዶ ምጭብጫብ ይከኣል ኣይኮነን ድሌትና ኢና ንገልፅ ዘለና ስትራተጂያዊ ሕርያና ኢና ንገልፅ ዘለና ፖለቲካዊ ሽግራት ብኩናት ኣይፍትሓን ኢና ንብ ዘለና ዘተን ምርዳእን የድሊ ኢና ንብ ዘለና ኣብ ኩሉ የድሊ ኣብ ውሽጥና እውን የድልየና ምስ መንግስቲ ኢትዮጵያ እውን የድልየና ድልዋት ምዃንና ደጋጊምና ንገልፅ ኣለና፣ ሕዚ እውን ንገልፅ ኣለና ማለት እዩ ከም መንግስቲ። እዚ ከይና ከይና ያው ሕዚ በቲ ሓድሽ ውሳነ ናይ ቤት ምኽሪ ካቢነ ኢና ምጥያሽ ኢና ንሰግር ዘለና። ያው ኣብ ኩሉ ዝኾኑ ዓይነት ፀበባ ኮይንካ እዩ ናብ ካሊእ መፍትሒ እውን የብልናን ናብዚ ኣትኻ ምትዕራይ ክንጅምር ካብ ሓቋፋይ ትብል እያ ተወሲነ እያ ኣብ ቤት ምኽሪ ካብ መጀመርያ ሓሳብ እውን ነይረ ናይ ሕወሓት ኣይተባህለን ሕወሓት እዩ ቅድሚ ሕዚ ተመሪፁ እሞ ሕወሓት የተባህለ እቲ ዘሎ ህሉ ኩነታት መበገሲ ጌርካ ሓቋፋይ ካቢነ ይጣየሽ ዝብል ኢና ሓደ ንሰርሐሉ ዘለና ሕዚ ማለት እዩ ያው መበገሲ ሕዝቢ ትግራይ ናይ ኩሉ እያ ናይ ኩልና እያ ኩሉ ኣስተዋፅኦ ክገብረሉ ኣሎ ሕገ መንግስታዊ ስርዓት ንእቶ ኢልና ኣለና ሕገ መንግስት ግን ዝክልክለና ኣይኮነን ትሕዚ ርብርብ ናይ ህልውናን ድሕነትን ልዕሊ እዚ ዝረአ ኣጀንዳ የብልናን ሕዚ እውን ልዕሊ ህልውናን ድሕነትን የለን ህዝብና ህዝብ ትሕቲ ወረርቲ እዩ ዘሎ ኣብ ትሕቲኦም ጥራሕ ኣይኮነን ኣብ ስቓ እዩ ዘሎ ኣብ ጭቆና እዩ ዘሎ ተካልኦት ዝበፅሖ ዘሎ በደላት ቆፂርካ ዝውዳ ኣይኮነን ዝተማዘለ ተሰደደ እውን ይፍለጥ ማለት እዩ ያው ልዕሊ እንታይ ኢና ንብል ትሕቲ ህልዋት ዝኾነ ትሕቲ ሞታት እዩ ልዕሊ ሞታት ዝኾነ ህዝቢ እዩ ዘለና ዓቕሚ መኸተ እውን ስለዚ ነዚ ኣብ ግምት ዘእተወ ነቲ ልኡኽና ማለት ኣብ ግምት ዘእተወ ዓቕሚ መኸተ ናይ ምእካብ እያ እዚኣ ከይዲ ከይዲ ዓቕሚ መኸተ እያ ህዝቢ ናብ ዝተፈላለዩ መድረኻት ዘሕልፎ ግን ኣሎ ጥንቃ ይገበር ዝብል ሓቋፋይ እናበልኩም ከምዚ እናበልኩም ናብ ፀገብ ተእቱን ኣለኹም ዝብል ሓላፍነት ሕዝቢ ናይ ህወሓት እያ ብመረፃ ኢኹም ሓላፍነት ረሂብኩም ሙሉእ ሓላፍነት ወሲድኩም ኮስቶ ኣትዩና ኮስቶ ከምዚ ገይሩና ናብ ትብል ክትከዱ የብልኩምን ጥንቃቀ ግበሩ ኢሉ ብጥንቃቀ እታ ሓቋፋይ ዝኮነት ካቢኔ ትጣየሽ እያ ምድላው ኢና ንገብር ዘለና ዘዳለናዮ ናብ ቤት ምክሪ ነቅርብ ኢና ማለት እዩ ንሱ እናተሰርሐ እዩ ማለት እየ እቲ ሓቋፋይ ዝብል ግድን ክትግበር እዩ ክሳብ ሻቡ ግን ዘሎ ካቢኔ ኣብ ዝሓለፈ ሰሙን ኣኼባ ጌርና ኔርና። ዝሓለፈ ካቢኔ ናይ ባዕሉ ኣውፅዎ ዝፀንሐ ትልምታት ኣሎ ንሱ እናሰርሐ ይፅንሐ ኢና ኢልና ቀልጢፍና በቲ ሓድሽ ዝመዓራረ ቤት ምኽሪ ብዝውስኖ መሰረት ዝፀድቕ ንሱ ናይ ባዕሉ ምስትኻላት ገይሩ ናይ ሰብ ጥራሕ እንተይኮነስ ናይ ፕላን ናይ ትልምታት እውን ማለት እዩ ንኩሉ ብቻ ምድላው እናተገብረ እዩ ክፍተት ከይፍጠር ግን ዘሎ ናስራሕ ክፀንሕ ተዘራሪብና ያው ስራሕ እዮም ዘለዉ ብታ ዘላቶም ይሰርሑ እዮም ዘለዉ ናብቲ ኖርማል ስራሕ ተኣት እዩ ምሳይ ዘለዎም ርክብ እውን ማለት ብኣኼባ ጥራሕ እንተይኮነስ በብቢሩ እናተረሃብካ ያው ቅድም ኢሎም ዝፈልጦ ስራሕ ስለ ዝኾነ ናብቲ ስራሕ ተኣትዩ ተኣትዩ ሕድሕድ ቢሮ ክገብሮ ዝግብኦ ነገራት እናተራኸበ ናኖም ከምኡ ስለዚ እዚ ኣይተቋረፀን ማለት እዩ ስራሕስ ቀፂሉ እዩ ብኣኼባ ጥራሕ ይኹንካ እንትገብሮ ብሕድሕድ ቢሮ እናተራኸብካ ስራሕ ዘላ እዩ ስለ ናፍታ ንፈልጣ ስራሕስ ተኣትያ እያ ንማል እየ ዋና ነገር እዚ ከም ዘሎ ኮይኑ ከም ጠቕላሊ ግን ትግራይ ያው ሕዚ እውን ብቐፃሊ ምርድዳእ የድልያ እዩ እናተረዳዳእኻ እዩ ክሳሕ ዝስራሕ ዘሎ ኣብ ዝኾነ ግዜ እውን የድልይ ምርዳእ ኣባና ግን ኣብ ፍሉይ ፀገም ተደራረበ ፀገም እውን ኣብ ዘለሉ እዞም ፀገባት እዚኦም ስኢልካ ክተሕቶም ኣይትኽእልን ካብ ቀደም ሰዓቦም ጀሚሮም ምስ ህዝቢ ምስ ዝምልከቶ ኣካል እናተረዳዳእኻ ኣነ ይፈልጥ ኣነ ስልጣን ኣለኒ ክውስን ይኽእል እየ ኣይኮነን እታ ዘላ ግዜ እታ ዘላ ትርከብ ንእሽተይ ፋይናንስ ናብታ ዝበለፀት ስራሕ ናብታ ቅድሚ ኩሉ ትረኣ ጉዳይ ክትውዕል ምምኻር የድልየካ ካልኦ ፀገማት ተልዮም ካውን ከምኡ ፖለቲካዊ ሽግራት ተሃልዮምና ውን ከምኡ ግን እታ ስራሕ ናይ መንግስትን ባዕላ ማለት ምርዳእ ትደልያ ልክዕ ህዝቢ ቤት መክረሎ ዝፅቡቅ እዩ ምስ መሰረት ኢና ኩሉ ኢልና ኣለና ግን በብደረጅኡ ከኣ ምርዳእ ይደሊ ኩሉ ክሳብ ታሕቲ ሕድሕድ ገዛ እውን ማልክት ከምታ ስድራ ማእኸል ንግበራ ንብላ ኩላ ኣብታ ናይ ፀገም መፍትሓ እውን ስድራ ማእኸል እያ ሓሳብ ካብ ኩሉ እዩ ዝርከብ በብከባቢኡ ንፈልጦ ኢና ህዝብና ተለመደ እዩ ስለዚ ቅደም ሰዓብ ናይ ጉዳያት በብከባቢኡ ከም ትግራይ ይኹን ከም ሰፈር እናሃገርና እታ ዋና እታ መድረኽ ፈጢርካ መንግስቲ እዚኤን እዩ ክሰርሕ ኣመቻች ዘሎ ዘላትና እዚኣ እያ ከመይ ነውዕላ እውን ክበሃል ዘለውን ምስ ህዝቢ ኮንካ እዩ እዚ እዚ ንክተሎ ኣብ ዝፀንሐ ኣንፈት እዩ ዝፍለጥ እዩ ግን ሕዚ ድማ ብዝበለፀ ማለት ናብቲ ስርዓት ንኣቱ ስለ ዘለና እታ ስርዓት ተኸቲልና ክንሰርሓ ኢና ዋእ ህዝብና ብዙሕ ፀገም እዩ ገጢምዎ ሕዚ እውን ኣሎ ተደራረበ ፀገማት ክንደይ ተፃዊሩ እዩ ዝኽፈል እውን ከፊሉ እዩ ካብ መንገዲ ግን ሕዚ እውን ከም ትማሊ ኣብ ጎኒ መንግስቲ ኮንካ ምስራሕ ይሄን ይሄን እናበልካ ንዝእረም መንግስቲ እውን እናኣረምካ መፍትሕታት ናይ ምምፃእ ስልካ ናይ ጭቅጭቅ እተይኮነስ ናይ መፍትሕታት እቶም ምንጪ ብሄራዊ ኩርዓትን ጀግንነትና ዝኾኑ ስድራ ስውኣት ኣለዉ፣ ጉድኣት ተጋደልትና ኣለዉ፣ ህሉዋት ተጋደልቲ እውን ኣለዉ። ክንደይ ፀገም ተሸኪሞም ከም ዘለዉ ይፍለጥ እዩ። ህዝቢ ከም ህዝቢ ኣብ ፀገም እዩ ዘሎ፣ ህንደይቲ ፀገም ተቃሊሶም እዮም ክንደይ ከፊሎም እዮም ንትግራይ ክኸፍሉ እውን ድልዋት እዮም ዝበፅሖም ዘሎ በደል እውን ይፍለጥ እዩ ኣብዚ ዝተዛብዐ ነገራት ከም ዘሎ ይፍለጥ እዩ ሕዚ ከም መንግስቲ ንስድራ ተስዋኣትና ጉድኣት ኩናት ተጋደልቲ ዝከኣል ንምሕጋዝ ግቡእ ክብሪ ማልዕሉ ኩሉ ግቡእ ክብሪ ክረኽቡ መንግስቲ ጎኖም ከም ዝኾኑ ገልፅ ይፈቱ ብዝከኣል እውን ፀገማት ንምፍታሕ እቲ ዋና ትኹረት እዩ። ሓቢርና ክንሰርሕ፣ ክንደጋገፍ ካብቶም ኣቐዲምና ንሪኦም ዛዕባና ከም ዝኾነ ምግላፅ እየ ዝደሊ። ደቂ ኣንስትዮ ትሕቲ ጎድኤን እየን። ኣብቲ ወራር ይፍለጥ እዩ። ትግራይ ንምጥቃዕ ደቂ ኣንስትዮ ትግራይ ምጥቃዕ እዩ ኮይኑ ዓብዪ ጉድኣት በፂሑና እዩ። ክንደይ ፀገም ተሸኪመን እየን። ተቃለለ ሽግር ግን ኣሎ ማለት ኣይኮነን ከም ህዝበን ዘቃለል ነገራት ኣሎ ኣብ ደቂ ኣንስትዮ ብፍላይ ኣብ ተጎድኣ ከዓ ምስራሕ ዝከኣለና ኣብዚኣን ክንሰርሕ ዝከኣልና እታ ትከኣል ክንሰርሕ ብሓፈሻ ድሕሪ ዝስም ፕሪቶሪያ ብዙሕ ያው ተፀቢና ኢና ይረኸብናዮን ብዙሕ ነገር ቀለል ኢልና ኢና ዝረኸብናዮ ነገር የለን ጥልመቱን በዚሑና ክድዓት በዚሑና ናይ ኣመራርሓ ብፍላይ ለዝመፀ ዝኸድዕ ዝጠልም ኣሳጢሑ ዝኸይድ ንህዝቢ ትግራይ ኮይኑ ሕዚ ንተኣከበ ኣብ ውራይ ህዝቢ ትግራይ ክንእከብ ብዝሓለፈ እናረገምና ብዝሓለፈ እናወቐስና እውን ነምፀኦ ፍታሕውን የለን ክንመሃረሉ እንተዘይኮይኑ ማለት እዩ ካብኡ ተማሂርና ከ ፀገማትና ምፍታሕ ልዕሊ ኩሉ ህልውናን ድሕነትን እያ ሕዚ እውን ናይ ትግራይ ኣጀንዳና እዚኣ እያ ህዝብና ሓራ ዘየውፀ ሓራ ክውፅ ተመዛበልትና እውን ክመልስ ዕፅዋን ክባን እውን ክነቃልል ተረጊፅና ክሳድና ነብር ይንኽእልን እታ ዝርገፀትና ነብዕል ኣለና ሰላምን ፀጥታን እውን ኣሎ ሕግን ስርዓትን እውን ገና እዩ ብዙሕ ድብረኽረኽ ዝበለ ነገራት ኣሎ በብደረጅኡን ክንፈትሖ ኢና ውሽጣዊ ዓቕምና ንምጥንኻር እዩ እውን ናይ ኩላ መፍትሒ እውን ውሽጣዊ ዓቕምካ ምጥንኻር እዩ ብዘለካ ሓደ ፖለቲካሊ እዩ ፖለቲካሊ ያው ኣብቲ ዘለናዮም ፀገማት ምርዳእ ይህን ምን ኢልካ እውን ሓድነትካ ምጥንኻር ሓድነት ዓብዪ መሳሪ እዩ ብፍላይ ናይ ትግራይ ማለት እዩ ሓድነት ጢምና እንተሰሪሕና ያው ከምቲ ንኩሉ ሻዕ ዘይንወፆ ነገር የለን ርኢና ኢና ኩልኻ ሒዝ ህዝብካ ሒዝካ እያ ትሰርሕ ንኩልና ህዝብና ሒዝና ማእኸልና ህዝብና እዩ። ምስ ህዝብና ኢና ቀሪብና ክንሰርሕ ዘለና። ንሱ ኣብ ጎኒ ኣቐሚጥካ ዝበሃል ናይ ጥፍኣት መንገዲ እዩ። ሒዝና ህዝብና ኢና። ሓድነትና ንምፃእ እውን ህዝብና ሒዝና ኢና። ኢኮኖሚያዊ ፀገምና እውን ከበድቲ እዮም። ብረድኤት ኣይኮናን ክንፈትሖ እዚ ረድኤት ኣየድልዮን ኣይኮነን ሓገዝ ኣየድልዮን ኣይኮነን በዓርሲ ምርኩሳ እያ ሸጥ ኣቢልና ንሰርሕ ኣለና ኣብ ዝኾነ ይኹን ኩነታት ማለት እዩ ስለዚ ባዓልና ንባዓልና ፀገምና ክንፈትሕ ክነቃልል ክንሽከሞ ኣለና ሰራዊትና እውን ብኩሉ መዳይ እውን ክነጠናኽሮ ኣለና ዓቕምና እዩ ካብቶም ወሰንቲ ዓቕምታትና እዩ ብኩሉ ተጎዱ እዩ እንደይ ፀገም በፅሕዎ እዩ እንደይ ተበዲሉ እዩ ካብታ ካብ መናወሮ ማለት ንስ- ንምግዳል ዘድልዮ መናወሮ ጀሚሩ ጸገም ኣለዎ ብኩሉ መዳይ ከነሕይሎ ማለት ጠንካራ ሰራዊት ሒዝካ እያ እታ ትድለ ዘላ መፍትሕታት እውን ትመጽእ እታ ድርድር እውን ትመጽእ እታ ካሊእ እውን ትመጽእ ሰራዊት ሒዝካ እያ ካብ ሰራዊት ወፃእ ብልመና ብጠልዕ ጉንብስ ዒስራ ወረቐት ብምፅሓፍ ኣይኮነትን ሰራዊትካ ሒዝካ ናብ ሰላም ሰራዊትካ ሒዝካ ናብ ዘተ ንኩሉ ነገር ድሉው ምዃን እያ ሰራዊት እዚ ዝኽፈል ዋጋ ከፊሉ እዩ ኣብዚ ኣብፅሒና ናብ መናወሩ ናይ ምግዳል ውን መናወሩ ፀገም ኣሎ ይፍለጥ እዩ ሕድሪ ስዋኣት ተሸኪሙ እዩ ሕዝቡ ዝኒሀ ልኡ ከለኒ ኢሉ እዩ መንግስቲ ንተጋድልኡ ክብሪ ይህብ ንዝተኸፈሉ መስዋእትነት እውን ክብሪ ይህብ። ተሸኪሞ ዘሎ ፀገማት ሕድርታት ፀገማት እውን ከነቃልል ሕድርታት ድማ ያው ግብኡ ክፍፅም ስለዚ ብፀገማት ኣይተሰኮነን ንፈልጥ ኢና። ዋና ዕላማ ናይ ህዝቢ ትግራይ ህልውናን ድሕነትን ንምርግጋፅ ኣብ ዝግበር ድማ ልኡኹ ክፍፅም ከምዝኽእል ንተኣምን ኢና። ኣብዚ ወፃእ ዕጥቂ ሒዞም ካብ ትግራይ ወፃእ ኣብ ልዕሊ ትግራይ ዝትኩሱ ከም መንግስቲ ክንብሎም ንደሊ መሳርሒ ፀላኢ ትኾኑ እዩ ናብ ዘየድሊ ኣይትእተዉ እዩ። ዝሓለፈ ዘጋጠመና ኣሎ ይኣክል ይኣክል ኢና ንብል ፖለቲካዊ ፍለላይ እንተሃልዩ ያው ከምቲ ምስ ብልፅግና እውን ብፖለቲካዊ ዘተ ብድርድር ንብሎ ብዘተ እያ እዚኣ ትግበር ምስ ፀላኢ ኮንካስ ምስ ፀላኢ ኮንካ ተኩስካስ ፖለቲካ መፍትሒ ከምፅእ ኢልካ ምሕሳብ ዓብዪ ጌጋ ኢና ንብል ስለ እንተልዩ እውን ኣፈላላይ ወይ ኣብተን ዘለዋ ውድባት ውድባት ኣብ ትግራይ ዋሓዳን ብዙሓት እየን ዘለዋ ትርፊ እየን ዘለዋ ተዘየለ ኣብኣተን ኣትዮም ክሰርሑ ቃለሱ ይኽእሉ እዮም ተደልዮም ካብ ናይ ባዕሎም ውድብ ሓሳቦም ኣቕሪቦም ህዝቢ ይወስን እዩ ክበሃል ዘሎ ናብ ዓድኹም ምፁ ናብ ህዝኩም ምፁ ህልውናን ድሕነትን ህዝቢ ትግራይ ምርግጋፅ ተሳተፉ ልኡኽ ናይ ትግራይ እዚኣ እያ ህልውናን ድሕነት ህዝቢ ትግራይ ናይ ምርግጋፅ እያ መንግስቲ ዘድሊ ደገፍ እውን ክገብር ነዚ ከሳልጥ ማለት እዩ ስለዚ ሓሲቦም ናብ ህዝቦም ክመፁ መፀዋዕታና ንቕርብ ኣብ ደገ ዘሎ ዲያስፖራ ዝፍለጥ እዩ ብዙሕ ተቓሊሱ እዩ እታ ቃልሲ ገና እያ ከምታ ዝበልናያ ስለ ዘሎ ውፃእ ውረድ ከይሕንቁለኩም ወገንኩም ንምድሓን ኩሉ መዳያዊ ቃልስኹም ሕዝቡ ነበርትዑ እየ ዝብል ንዲያስፖራ ሓራ ዘይወፀ ህዝቢ ኣሎ ናብ ቦትኡ ዘይተመልሰ ህዝቢ ኣሎ ናብ መርበብ ክምለስ ዘድልዮ ደገፋት ኣሎ ሎም እውን ከም ትማሊ ዝከኣለኩም ኩሉ ተስፋ ማለት ቃልሲ ክትገብሩ ኢና ንፅውዕ ህዝቢ ኢትዮጵያ ብዙሕ ፀገማት ተሸኪም እዩ ዘሎ በብካብኡ ብዙሕ ፀገማት ኣለዎ እዩ ንስኻትኩም እውን ኣብ ህዝቢ ትግራይ ዝበፅሕ ዝተደራረበ በደል ብመንግስቲ ኢትዮጵያ ዝበፅሐና ዘሎ ፍልይ ዝበለ ጸገም ክትርድኡ ትጽቢት ንገብር። ነዚ ተረዲእኹም እውን እኹል መፍትሒ ኣካል ናይቲ መፍትሒ እውን ክትኮኑ እውን ንጽውዕ። ጎረባብትና ይኹን ካልእ ናይ ሕብረተሰብ ዓለም ንሕና ሰላም ኢና ንደሊ። እታ ሰላም ተሓጋጊዝካ እያ። እታ ሰላም ናይ በይና ትበሃል የላን ናይ ትግራይ ናይ ኢትዮጵያ ትበሃል እውን የለን። ናይቲ ከባቢ እውን ሰላም እዩ። ያው ካባና ይፍለጥ እዩ ኣብ ክንደይ ህውከትን ዕግርግርን እዩ ዘሎ። ሰላም ናይ ሓባር ስራሕ እዩ ናይ ሓደ ኣይኮነትን ኣብ ውሽጢ ዓዲ እውን ናይ ብዙሕ እያ እቲ ከባቢ ተኮይኑ ናይ ብዙሕ እዩ ንሪኣ ኣለና ኢና እታ ዓለም ተሓጋጊዝካ እያ ስለዚ እቲ ከባቢና ሰላም ክኸውን ከባቢና ክለምዕ ዝከኣለካ ንምግባር ናይ ባዕልኩም ደገፍ ክትህቡ ንሕና እውን ድልዋት ተሓባቢርና ክንሰርሕ ድልዋት ምኳንና ክትፈልጡ ፃውዒትና ክትሰምዑ ምላሽ ክትህቡና ንፅበ በጠቓላሊ ከም መንግስቲ ቅድም ኢለ ዘዕልክዎ እዩ ቀንዲ ትኩረት ህልውናን ድሕነትን ህዝቢ ትግራይ እዩ መሰል ዓርሶና ህዝቢ ትግራይ ናይ ምርጋፅ እዩ እዚ ብዙሓት ውሽጣውን ግዳማውን ብድሆታት ኣለውና ነዚኦም መኪትና ብቕደም ሰዓብ እውን ሰሪዕና እናሰራሕና ከም ሕሉፍ ክንደይ ፀገማት ሓሊፉ እዩ ዓወታት ምዝገብ ነይሩ ሕዚ እውን ከምኡ ዓወታት ንምምዝጋብ ንለዓል ክንረባረብ ከም ወትሩ ተሓጋጊዝና ይህን ምሂን ኢልና ፖለቲካዊ ሓድነትና ኣስጢምና ክብርታት ናይ ትግራይ እውን ዓቂብና ክብርታት ክመራስሑ እዮም ሓግዮም ክመራሕሱ እዮም ከሪሞም ክብርታት ናይ ህዝቢ ትግራይ እውን ሓሊና ክብርታት ቃልስና እውን ሓሊና ውደባታትና እውን ኣጠናኺርና ቀትርን ለይትን ብምርብራብ ናብ ዝሓሸ ክንመጽ ከምንክእል ይተኣመን ነዚ ውን ኩልና ናይ ባዕልና ግቡእን ኣስተዋጽኦን ክንገብር ጻውዒተይ የቕርብ። ዘልኣለማዊ ክብሪ ንጀጋኑ ስውኣትና። ትግራይ ትስዕር። የቐንየለይ።